እዚ ኣገልግሎት ቴሌቭዥን ኤርትራ እዩ ዝኸበርኩምን ዝኸበርክንን ተዓዘብትና ከመይ ተምስዩ ሰዓት ትሽዓተ ምሸት ኮይኑ ሎሚ ሰሉስ ሰላሳን ሓደን ግንቦት ዝተዳለወ ዜናዊ መሰናድኦና ሒዘልኩም ቀሪበ ዘለኹ ኤፍረም ግደየ ንምክትታልኩም ከኣ ብኽብሪ እናዓደምኩ ብቐንዲ ኣርእስተ ዜና እፍልም። መራሕቲ የርዳኖስን ባሕረይንን ናይ ዮሃና መልእኽቲ ሰዲዶም። ኣብ ዝተፈላለያ ሃገራት ዝቕመጡ ኤርትራውያን መበል ሰላሳን ሓደን ዓመት በዓል ናጽነት ብልዑል ሓበን ኣብዒሎም። ኣብ ዞባ ማእከል እቶታውነት ንምዕባይ ኣተባባዒ ስራሕ ይዕመም ኣሎ። ግዳማዊ ምትእትታው ጠንቂ ዞባውን ኣህጉራውን ሕንፍሽፍሽ ኮይኑ ከምዘሎ ፕረዚደንት ኢራን ገሊጹ። ሩስያ ናብ ሆላንድ ክትልእኾ ንዝጸንሐት ባህርያዊ ጋዝ ከተቋርጾ ከምዝወሰነት ኣፍሊጣ። ኣብ ሃገራት ኣውሮጳዊ ሕብረት ኣብዚ ወርሒ'ዚ መጠን ዝቕባበ መሊሱ ከም ዝወሰኸ ተገሊጹ። ንጉስ ዮርዳኖስ ዓብደላ ዳግማዊ፣ ንጉስ ባሕሬን ሓመድ ቢን ዒሳ ኣል ኸሊፋ ከምኡ'ውን ወራሲ ዓራትን ኣቦ ወንበር ባይቶ ሚኒስትራትን ንግስነት ባሕሬን ሳልማን ቢን ሓመድ ኣል ኸሊፋ ብምኽንያት ጽምብል መበል ሰላሳን ሓደን ዓመት ናጽነት ናብ ህዝብን መንግስትን ኤርትራ ናይ ዮሃና መልእኽቲ ሰዲዶም። እቶም መራሕቲ ኣብ መልእኽቶም ንፕረዚደንት ኢሳያስ ኣፍወርቂ ምሉእ ጥዕናን ናይ ስራሕ ኣሳልጦን፣ ንኤርትራን ህዝባን ድማ ሰላምን ብልጽግናን ተመንዮም። ኣብ ስዊዘርላንድ፣ ኖርወይ፣ ሕቡራት መንግስታት ኣሜሪካ፣ ኡጋንዳ፣ ኣንጎላ፣ ባሕሬን፣ ዖማን፣ ፈረንሳን ሕቡራት ኢማራት ዓረብን ዝቕመጡ ኤርትራውያን መበል ሰላሳን ሓደን ዓመት በዓል ናጽነት ጽምብል፣ ንያትና ናጻ ሕርያና ብዝብል ቴማ ብልዑል ሓበን ኣብዒሎም። ከካም ቦትኡ ንዝበጽሓና ሓበሬታ ሊድያ ተኽለማርያም ኣወሃሂዳቶላ ሚካኤል ሓድጉ ከቕርቦ እዩ።
ብመሰረት ከካብ ቦትኡ ዝበጽሓና ሓበሬታ፣ ኣብ ስዊዘርላንድ ከተማታት ኣራው፣ ባዝል፣ ዙሪኽ፣ ሉዛን፣ ሉዘርን፣ ሺቭዝ፣ ጁራ፣ ዙግ፣ ፍሪቦርግ፣ ሰንጋለን፣ ኩር፣ ትሩጋው፣ ጀነቫን ቫለንን ዝነብሩ ኤርትራውያን ካብ ዕስራን ሓደን ክሳብ ዕስራን ሸሞንተን ግንቦት ኣብ ዝተወደበ ጽምብላት ንትርጉምን ናጽነትን ብዘንጸባርቕ ባህላውን ስነጥበባውን መሰናድኦታት ከምኡ እውን ውድድር ሓፈሻዊ ፍልጠትን ካልእ መሰናድኦታትን ደሚቑ ነይሩ። ተሳተፍቲ ብልዑል ንቕሓት ሓድነቶምን መሳርዖምን ኣደልዲሎም ንኩሉንትናዊ መኸተ ድሉዋት ምህላዎም ብምርግጋጽ ምሕያል ኣብያተ ትምህርቲ ቋንቋ ኣደን ምድልዳል ውዳበታትን ብዝለዓለ ክድፋኣሉ ተላብዮም። ብተመሳሳሊ ኤርትራውያን ነበርቲ ኖርወይ ኣብ ዘካየድዎ ጽምብል፣ ሓላፊ ህዝባውን ኮማውን ጉዳያት ኣብ ሃገራት ስካንዲኔቭያ ኣቶ ሲራክ ባህልቢ ኣብ ዘስምዖ ቃል፣ ኣብ ዝሓለፈ ሰላሳን ሓደን ዓመታት ህዝቢ ኤርትራ ማዕረ ማዕረ'ቲ ልኡላውነት ሃገሩ ንምኽባር ዝኸፈሎ ዋጋ፣ ተጻብኦታት ኣብ ምምካት'ውን ሓያል ቃልሲ ከካይድ ከም ዝጸንሐ ጠቒሱ፣ ክብርታት ነጻ ሕርያናን መትከልናን ናብ መጻኢ ወለዶታት ንምስግጋር ሓላፍነት ኩሉ ዜጋ ምዃኑ ኣስሚርሉ። ኣብ ሚኒሶታ ሕቡራት መንግስታት ኣሜሪካ ዝነብሩ ኤርትራውያን ብወገኖም ብልዑል ሃገራዊ ወኒ መዓልቲ ናጽነቶም ኣብዒሎም። ኣብቲ ጽምብል ፈተውቲ ኤርትራን ኤርትራውያንን ተረኺቦም ነይሮም። ኤርትራውያን ነበርቲ ካምፓላ ኡጋንዳ ብ ዕስራን ሸሞንተን ግንቦት ኣብ ዝወደቦ ስነ-ስርዓት ድማ ኣምባሳደር ኤርትራ ኣብ ኡጋንዳ ኣቶ መሓመድ ሱሌማን ኣብ ዝሃቦ ቃል ህዝቢ ኤርትራ ንናጽነቱ ብነጻ ሕርያኡን ረዚን መስዋእቱን ክውን ዝገበረ ህዝቢ ምዃኑ ብምግላጽ፣ ሎሚ እውን ከም ትማሊ ኩሉ ተጻብኦታት ብሓያልን ስጡምን መኸተ ከም ዝፈሽል ዘጠራጥር ከም ዘየለ ኣረጋጊጹ። በቲ ኣጋጣሚ፣ ካብ ሰለስተ ግንቦት ጀሚሩ ስፖርታውን ባህላውን መደባት ክካየድ ምቕናዩ ካብቲ ቦታ ዝተረኽበ ሓበሬታ የነጽር። ኣብ ሉዋንዳ ኣንጎላ ዝቕመጡ ኤርትራውያን ብወገኖም ንጽምብል ናጽነት ንታሪኽ ኤርትራን ኣነባብራ ህዝባን ብዝገልጽ ስእላዊ ምርኢት ከምኡ እውን ብባህላውን ስነጥበባዊ መሰናድኦታት ብድምቀት ኣብዒሎም። ጠቕላሊ ቆንስል ኤርትራ ኣብ ኣንጎላ ኣቶ ደሳለ ተኽለኣብን ኣቦ ወንበር ማሕበረ ኮም ኤርትራውያን ኣቶ ያቆብ ሰሎሞንን ንርዝነት ትርጉም ዕስራን ኣርባዕተን ግንቦትን መልእኽታን ዝምልከት ቃል ኣስሚዖም። ኣብ ከተማ ሉባንጎ፣ ቤንጌላ፣ ዝነብሩ ኤርትራውያን እውን ተመሳሳሊ ጽምብል ብምውዳብ ብሓባር ከም ዝወዓሉ ካብቲ ቦታ ዝበጸሓና ሓበሬታ ኣረዲኡ። እዚ ከምዚ ኢሉ እንከሎ፣ ኣብ ባሕሬንን ዖማንን ዝቕመጡ ኤርትራውያን ዝተፈላለዩ መደባት ብምውዳብ መበል ሳሳን ሓደን ዓመት በዓል ናጽነት ብድምቀት ጸምቢሎም። ኣብ ፈረንሳ ከተማታት ናንት፣ ረን፣ ኣንዥ፣ መትስ፣ ዲዦን፣ ፖዋትየንን ዝነብሩ ዜጋታት በብወገኖም ዝተፈላለየ መሰናድኦታት ብምድላው ጽምብል ናጽነት ብድምቀት ኣብዒሎም። ኣብ ምዕራብ ፈረንሳ ኣብ እትርከብ ከተማ ናንት ብ ዕስራን ሸሞንተን ግንቦት ኣብ ዝተኻየደ ብባህላዊ መደብን ውድድር ሓፈሻዊ ፍልጠትን ዝተሰነየ ስነ-ስርዓት፣ ፈጻሚ ጉዳያት ኤምባሲ ኤርትራ ኣብ ፈረንሳ ኣቶ በረኸት ጳውሎስ ተረኺቡ ናጽነት ፍረ መሪር ቃልስን ክቡር መስዋእትን ምዃና ብምጥቃስ ንመላእ ህዝቢ ኤርትራን ሓይልታት ምክልኻሉን ዮሃና ኢሉ። ብ ዕስራን ሸውዓተን ግንቦት ኣብ ዱበይ ሕቡራት ኢማራት ዓረብ ዝተኻየደ ጽምብል ድማ ካብ ኤርትራ ብ ዝኸደት ጉጅለ ብ ዘቕረበቶ ባህላዊ መደባት ማዕሪጉ ነይሩ። ኣብቲ ኣጋጣሚ ኣምባሳደር ዑስማን መሓመድ ዑመር፣ ኣካያዲ ስራሕ ቤት ጽሕፈት ጠቕላሊ ቆንስል ኣብ ዱበይ ኣቶ መሓመድ ማሕሙድ ሰሊም ከምኡ'ውን ሓላፊ ህዝባውን ኮማውን ጉዳያት ኣቶ ተስፉ ገብረትንሳኤ ኣብ ዘስምዕዎ ቃል፣ ህዝቢ ኤርትራ ናጽነቱ ንምምጻእን ልኡላውነቱ ንምኽባርን ንዘካየዶ ቃልስን ዝኸፈሎ ዋጋን ብምጥቃስ፣ ንልዕሊ ሰማንያ ዓመታት ዝቐጸለ ተጻብኦታት መልክዓቱ እናቐየረ ገና ይቕጽል ስለዘሎ፣ ዜጋታት ንቕሓቶምን ጥርናፌኦምን ብምብራህ መኸተኦም ከሐይሉ ኣዘኻኺሮም። ኣቦ ወንበር ማሕበረ ኮም ዱበይን ሰሜን ኢማራትን ኣቶ ዓብደልቓድር መሓመድ ስዒድ ብወገኑ፣ ማሕበረ ኮም ምስ ዝምልከቶም ኣካላት ብምትሕብባር ሃገራውያን ውዳበታት ኣብ ምድንፋዕን ኣበርክቶኤን ኣብ ምዕዛዝን ብዕቱብ ከምዝሰርሕ ኣረጋጊጹ። ኣብ መወዳእታ በቲ ኣጋጣሚ ኣብ ዝተወደበ ስፖርታዊ ንጥፈታት ንዝተዓወቱ ሽልማት ተዓዲሉ።
ሓረስቶት ዞባ ማእከል ንምሩፅ ኣዝርእትን ዝተፈላለየ ሜላታት ምስሳን ምህርትን ተጠቒሞም ዝሓሸ ምህርቲ ንክሓፍሱ ፃዕሪ ክካየድ ፀኒሑ ኣሎ። ብዛዕባ እዚ ወኪል ኤሪና ዮናታን የዕብዮ ንዘዳለዎ ትሕዝቶ ዳናይት ገብሪሂወት ከተቕርቦ እያ።
ኣብ ዞባ ማእከል ማይን ሓመድን ብምዕቃብ ዑደት ዘራእቲ ብምጥቃም ከምኡ'ውን ዘመናዊ ኣገባባት ማሕረስን ካልእ ሜላታትን ብምጥቃም ኦቶታውነት ንምዕባይ ኣተባባዒ ስራሕ ይዕመም ከምዘሎ ጨንፈር ልምዓት ቡቕሊ ገሊጹ። ኣብ ክፍሊ ሕርሻን መሬትን ዞባ ማእከል ወኪል ጨንፈር ልምዓት ቡቕሊ ኣቶ ኣብርሃም ኣርኣያ ምስ ኤሪና ኣብ ዝገበሮ ቃለ መሕትት፣ ምስ ሃገራዊ ትካል ሕርሻዊ ምርምር ብምውህሃድ ኣብ ምቕራብ ምሩፃት ኣዝርእትን ምስግጋር ስነ ፍልጠታዊ ውፅኢትን ከምኡ እውን ኣፍልጦ ሓረስቶት ኣብ ረብሓ ባህርያዊ ድኹዕን ሓደገኛነት ፀረ ባልዕ ቀመማትን ክብ ኣብ ምባል ዘድሃበ ዕዮታት ከምእተኻየደን ውፅኢቱ ኣተባባዒ ምዃኑን ሓቢሩ። ዝተኣታተዉ ምሩፃት ኣዝርእቲ ስርናይን ስገምን ፅዑቕ ክንክን ምስ ዝግበረሎም ኣብ ሓደ ሄክታር ካብ ስሳ ክሳብ ሰማንያ ኩንታል ክሕፈስ ከም ዝከኣል ብምርምር ከም እተረጋገፀ ምህርቲ ድንሽ ንምስሳን እውን ሚኒስትር ሕርሻ ምሩፅ ዓሌታት ኣባዚሑ ንሓረስቶት ይዕድል ከም ዘሎ ኣቶ ኣብርሃም ብተወሳኺ ኣረዲኡ። ኩሉ ጸጋታት ሃልዩካ መረት ሃልዩካ ምሩጽ ዘርኢ እንድሕር ዘይቀሪብካ ነቲ ትደልዮ ዕላማ ክትበቅዕ ስለዘይትኽእል ዝተፈላለዩ ዓሌት ምስ ምርምር ሃገራዊ ምርምር ሕርሻ ከእተኣታቱ ጸኒሑ መታን ኣብ ኩሎም ዓይነታት ኣዝራእቲ ማለት እዩ ኣብ ስርናይ ኣብ ስገም ኣብ ጥረታት ቅብኣን ካልኦትን ማለት እዩ ስለዚ እዚኦም እውን ኣብ ዝሓለፈ ሰላሳ ዓመት ሳላ እዚ ፃዕሪ እዚ ሎሚ ሓረስቶትና ዳርጋ ብ ሰማንያ ሚእታዊት ክበሃል ዝኽእለሉ ወነንቲ ናይዚ ምሩፅ ዘርኢ ኮይኖም ኣለዉ ማለት እዩ። ኣብ ሽሕን ትሽዓተ ሚእትን ተስዓን ሸሞንተን ዝተኣታተወ ጥሙር ማሕረስ ንምሕደራ ምቅይያርን ዝንኣዝርእትን ውሁድ ኣገባባት ምክልኻል ባልዕን ሕማማትን ከምኡ እውን ምዕቃብ ቀፃልነት ዘለዎ ዘርኢ ኣገዳሲ ምዃኑ ብምጥቃስ ድማ ካብ ውሱን መሬት ልዑል እቶት ዝብል ጥሙር ሕርሻዊ መደብ ንሓረስቶት ኣዝዩ ሓጋዚ ኮይኑ ከምዘሎ ገሊፁ። ኣብ ውሱን መሬት ልዑል እቶት ኣብ ምርካብ ንሱ እውን ንሓረስቶት ብትምህርቲ፣ ብግብራዊ ትምህርትን ብምቕራብ እዞም ኣብ ላዕሊ ዝተጠቕሱ ናይ ምርፆት ኣዝርእትን ካልኦትን ማለት እዩ። እቲ ካልእ ኣፍልጦ ሓረስቶት ምዕባይ እዩ። ኣረኣእያኦም፣ ፍልጠት፣ ፍሉይ ክእለት እንድሕር ኣዕጢካዮ ነቲ ትደልዮ ዘለኻ ኩሎም ክማልኡልካ ይኽእሉ እዮም ማለት እዩ። ኣብ መደምደምታ ኣቶ ኣብርሃም ንእቶትን እቶታውነትን ብኣሉታ ዝጸልዉ ባልዓትን ሕማማትን ንምክልኻልን ብኣጋ ንምግታእን ምእንቲ ክከኣል ሓረስቶት ስጉምቲ ቅድሚ ምውሳዶም ካብ ሰብ ሞያ ሕርሻ ምኽሪ ክረኽቡ ክንዲ ቀመማዊ ጸረ-ባልዕ መድሃኒት ድማ፣ ባህርያዊ ጸረ-ባልዕ ክጥቀሙን ውሁድ ባህርያዊ መከላኸሊ ሜላ ከዘውትሩን መኺሩ። ኣብ ዞባ ማእከል ሰላሳን ሽዱሽተን ሽሕ ሄክታር ዝሕረስ መሬት ክህሉ እንከሎ፣ ዝለዓለ እቶት ኣብ ክልተ ሽሕን ሓደን፣ ዝተሓተ ድማ ኣብ ክልተ ሽሕን ሸሞንተን ከምእተረኽበ ሰነዳት ጨንፈር ልምዓት ቡቕሊ የነጽር።
ናብ ዕለታዊ ጸብጻብ መልከፍቲ ኮሮና ቫይረስ ምስግር ሓበሬታ ካብ ሚኒስትሪ ጥዕና ሎሚ ኣብ መመርመሪ ማእከላት ዞባ ማእከል ብዝተገብረ ናይ ላቦራቶሪ መርመራታት ሓሙሽተ ዜጋታት ብኮሮና ቫይረስ ምልካፎም ተረጋጊጹ ኣሎ። ኣድራሽኦም ከኣ ሰለስተ ካብ ቀሓውታ፣ ሓደ ካብ ጻዕዳ ክርስትያን፣ ሓደ ድማ ካብ ጢዖ ዞባ ደቡባዊ ቀይሕ ባሕሪ እዮም። እዚ ከምዚ ኢሉ እንከሎ ኮሮና ቫይረስ ተረኺቦም ኣብ ሆስፒታል ዞባ ማእከል ተዓቚቦም ዘድሊ ክንክን ክግበረሎም ዝጸንሑ ሰለስተ ዜጋታት ሓውዮም ተፋኒዮም ኣለዉ። በዚ መሰረት'ዚ ጠቕላላ ቁጽሪ ብኮሮና ቫይረስ ዝተለኽፉ ዜጋታትና ክሳብ ሎሚ ትሽዓተ ሽሕን ሸውዓተ ሚእትን ስሳን ኣርባዕተን በጺሑ ኣሎ። ትሽዓተ ሽሕን ሽዱሽተ ሚእትን ሓምሳን ክልተን ካብዚኣቶም ሓውዮም ዝተፋነዉ ሚእትን ሰለስተን ብሞት ዝተፈልዩ ትሽዓተ ድማ ኣብ ሆስፒታል ተዓቚቦም ክንክን ዝግበረሎም ዘለዉ'ዮም። ሚኒስትሪ ጥዕና ሰላሳን ሓደን ግንቦት ክልተ ሽሕን ዕስራን ክልተን። ኣብ ዞባ ሰሜናዊ ቀይሕ ባሕሪ ኣብ ጽላት ትምህርቲ ዝተገብረ ወፍሪ ውጽኢቱ ኣብ ባይታ ይረኣ ከምዘሎ ተገሊጹ። ንጸብጻብ ወኪል ኤሪና ኢብራሂም ዑመር ሳምራዊት ሊቭዮ ከተቕርቦ እያ።
ኣብ ዞባ ሰሜናዊ ቀይሕ ባሕሪ ኣብ ዝሓለፈ ሰላሳን ሓደን ናይ ናጽነት ዓመታት ኣብ ጽላት ትምህርቲ ዝተገብረ ገዚፍ ወፍሪ ውጽኢቱ ኣብ ባይታ እረኣ ከምዘሎ ሓላፊት ጨንፈር ሚኒስትሪ ትምህርቲ መምህር ሬሺድ መሓመድ ዑስማን ገሊጹ። ምስ ኤሪና ኣብ ዝገበሮ ቃለ መሕተት መምህር ሬሽድ ኣገልግሎት ትምህርቲ ኣብቲ ዞባ ኣዝዩ ድሩት ኣብ ርእሲ ምንባሩ እተን ዝርካበን ዕስራን ሸሞንተን ትካላት ኣብ መስመር ኣስመራ ባጽዕ ጥራይ ተሓጺረን ምንባረን ብምጥቃስ ድሕሪ ናጽነት ንርሑቕ ገጠራት ቀዳምነት ብምሃብ ዝተኻየደ ዕቱብ ጻዕሪ ግን ኣብ ዝርግሐ ተበጻሕነት ተሳታፍነት ዓቢ ዓወት ከምእተመዝገበ ሓቢሩ። ኣብዚ እዋን እዚ ቴስዓን ኣርባዕተን ናይ ቅድመ መባእታ፣ ሚእትን ሰብዓን ሓሙሽተን ናይ መባእታ፣ ሰብዓን ትሽዓተን ናይ ማእከላይ፣ ዓሰርተ ኣርባዕተ ድማ ናይ ካልኣይ ደረጃ ተሃኒጸን ኣብ ንጡፍ ኣገልግሎት ከም ዝርከባ ዝጠቐሰ መምህር ሬሽድ፣ ኣብ ርእሲ እዚ'ውን ሰማንያን ሰለስተን ናይ መደብ ዓርዮት ከም እተኸፍታ ኣብሪሁ። ኣብ ዞባ እዚ ዳርጋ እቲ ትምህርታዊ ኣገልግሎት ኣይጸንሐን ክበሃል ይከኣል እዩ፣ ኣብቲ ናይ ናጽነት እዋን ዳርጋ ሓሙሽተ መዋለ ህጻናት እሰን ኣብተን ሕጽር ዘበላ ነተን ከተማታትን እዘን ጠልን ጽርግያ ባጽዕ፣ ኣስመራ ዘእስራ መንገድታት እየን ጸኒሐን። ካሊእ ኣብቲ ርሑቕ ገጠራት ዝኾነ ኣገልግሎት ናይ መዋእለ ህጻናት ኣይጸንሐን። ምስኡ ናይ መባእታ ኣገልግሎት እውን ውሑዳት ኣብያተ ትምህርቲ ን ዓሰርተ ኣርባዕተ ዝኾና ኣብያተ ትምህርቲ ጸኒሐን። እሰን እውን ልክዕ ኣብተን ጸልም ጽርግያ እየን ጸኒሐን። ብፍላይ ናይ ማእከላይን ካልኣይ ደረጃ ኣገልግሎት ኣዝዩ ድሩት እዩ ጸኒሑ። ኣይጸንሐን ኣብቲ ዞባ እውን። ድሕሪ ናጽነት ግን ሰፊሕ ዝርጋሐ ናይ ትምህርቲ ካብ ጽባሕ ናጽነት ጀሚሩ ኣብ ዞባ እዚ እቲ ማሕበራዊ ፍትሒ ንምንጋስ ኣብዚ ርሑቕ ገጠራት ዝተመተ ሰፊሕ ዝኾነ ዝርጋሐ ትምህርቲ እዩ ተኻይዱ። እዚ ክንሪኦ እንከሎና እዚ ዞባ እዚ ሓደ እዚ ዞባ እዚ ምስቲ እዋን ብረታዊ ቃልሲ ኣሰር ናይ ትምህርቲ እውን ጸኒሑ ኣብዚ ዞባ እዚ ኣብ ርሑቕ ገጠራት ሰፊሕ ኣብያት ትምህርቲ ብህዝባዊ ግንባር ዝካየደለን ዝጸንሓ ኣብያት ትምህርቲ ምጽንሑ ሓደ ነቲ ናይ ርሑቕ ገጠራት ንክትኸይድ ዕድል ሂብዎ እዩ። ቅድሚ ሕጂ ኣሰር ናይ ኣብያት ትምህርቲ ናይ ዜሮ ጸኒሑ ናይ ዓራሪብ ጸኒሑ ዝተፈላለዩ ናይ ናይ ትምህርቲ ንዓበይቲ እውን ኣብዚ ዝተፈላለየ ናይ ሓራ መሬት ትውኝ ይካየድ ስለ ዝጸንሐ፣ እዚውን ሓደ ካብቲ ብሊጫ ነቲ ዞባ ናይ ትምህርቲ ዝርጋሐ ክዓቢ ናብ ርሑቕ ገጠር ኣተኩሮ ክወሃብ ሓደ ዝደፍኤ ነገር እውን ጸኒሑና እዩ። እዚ ኣብ ግምት ኣእቲኻ ድሕሪ ናጽነት ክንሪኦ እንከለና ሰፊሕ ዝኾነ ዝርጋሐ ብፍላይ ኣብ መባእታ ደረጃ ተኻይዱ ድሕርኡ ናይ ማእከላይ ደረጃ ስራዕ ድሕርኡ ናብ መዋለ ህጻናት እቲ ካልኣይ ደረጃ ኣግልግሎታት ዋላ ኣብዚ ግዜ እውን ገና ኣብ ኩለን ንኡሳን ዞባታት እውን ኣይበፀሐን ኣሎ። ተሳትፍነት ተምሃሮ እውን ልዕሊ ስሳን ክልተን ሽሕ ከም ዝበፀሐ ብምግላፅ ድማ ተሳታፍነት ደቂ ኣንስትዮ ኣብ ቅድመ መባእታ ኣርብዓን ሸውዓተን ሚእታዊት፣ ኣብ መባእታ ኣርብዓን ክልተን ሚእታዊት፣ ኣብ ማእከላይ ደረጃ ድማ ሰላሳን ትሽዓተን ሚእታዊት ከምኡ እውን ኣብ ካልኣይ ደረጃ ሰላሳን ኣርባዕተን ሚእታዊት ከም ዘሎ ብምጥቃስ ኣብ ንኡስ ዞባ ገልዓሎ፣ ሽዕብን ፎሮን ዘጋጥም ትሑት ተሳታፍነት ኣብ ማእከላይን ካልኣይን ደረጃ ንምፍዋስ መጽናዕቲ ይካየድ ከምዘሎ ኣረዲኡ። ብፍላይ ኣብቲ ንኡሳን ዞባታት ደረጃ ክንሪኦ እንክለና፣ ኣብ ንኡሳን ዞባታት ሕጂ እተን ንኡሳን ዞባታት ፎሮ፣ ሽዕብን ገላዕሎን ኣዝዩ ትሑት እዩ እቲ ተሳታፍነት። ዋላ ኣብ መባእታ ደሓን እንተኾነ ኣብቲ ማእከላይ ደረጃ ግን ካልኣይ ደረጃ ግን ኣዝዩ ትሑት እዩ። እዘን ንኡሳን ዞባታት እዚ ቀጻሊ ጻዕሪ ክገብር ከምዘለዎ፣ መብዛሕተን ኣገልግሎት ናይ ማእከላይን ካልኣይ ደረጃ ብቐረባ ረኺበን ስለዘለዋ፣ ነዚ ተሳታፍነት ክዓቢ ቀጻሊ ጻዕሪን ጎስጓሳትን ዘካይደሎም ዘሎ እዩ። ነዚ ዘሎ ትሑት ተሳታፍነት ደቂ ኣንስትዮ ንምዕባይ እውን ዝተፈላለዩ ምትብባዕ መስርሓት እውን ይካይድ እዩ። ብሚኒስትሪ ትምህርቲ ቀጻሊ ነዘን ደቂ ኣንስትዮ ኣብ ትምህርቲ ከምዝሉ ናይ ናውቲ ትምህርቲ ሓገዝ ናይ ዝተፈላለየ ሓገዝ እውን ንተምሃሮ ካብ ብፍለተን ደቂ ኣንስትዮ ካብ ትምህርቲ ከተዓናቕፈን ዝኽእል ነገራት ንምንካይ ተባሂሉ ቀጻሊ እዋናት ጻዕርታት ይካይድ ኣሎ። ብኡ መሰረት በብእዋኑ ዋላ እቲ ለውጢ እውን ኣዝዩ ገፊሕ እንተዘይኮነ ዘገምታዊ ለውጢ ርእየ ኣሎ ማለት እዩ። ብሰንኪ ጂኦግራፋዊ ኣቀዋውማ ሰበኽ ሳግማዊ መናባብሮን ዋሕዲ ተምሃሮን ዛጊት ኣብ ሸሞንተ ምምሕዳራት ከባቢ ኣገልግሎት ትምህርቲ ክባፃሕ ከምዘይተኽኣለ ዝሓበረ መምህር ረሺድ እቲ ዕማም ብዕቱብ ተታሒዙ ይስረሓሉ ከምዘሎ ኣፍሊጡ። ኣሕደርትን ሓውሲ ኣሕደርትን ኣብያተ ትምህርቲ ኣብ መስርሕ ምምሃር ምስትምሃር ንዝገብርኦ ዝላ ልዑል ኣስተዋፅኦ ጠቒሱ ድማ ኣብ ንኡስ ዞባታት ኣዶብሓ፣ ናቕፋ፣ ቅሮራ፣ ኣፍዓበትን ሽዕብን ምስ ኩነታት ክሊማን መነባብሮን ዝሳነ ካብ ግንቦት ክሳብ ጥሪ ዝርገሐ ፍሉይ ትምህርታዊ ዓውደ ኣዋርሕ ብምትእትታው ክስርሓሉ ጀሚሩ ምህላዉን ኣተባባዒ ውፅኢት ይርከቦ ከምዘሎን ገሊፁ። እዚ እንታይ እዩ መብዛሕትኡ እቲ ህዝቢ እታ ትምህርቲ ናይ ስሩዕ ናይ ትምህርቲ ኣካይዳና ካብ መስከረን ክሳብ ግንቦት እዩ ኣብ ገለ ኣከባቢታት ግን ናይ ህዝቢ ሪኢቶ እንዳቀረበ ኣብዚ እዋን እዚ ክንመሃር ኣይንክል ኢና ኣብ ከምዚ እዋን እንተምህርኩምና ዝብል ሪኢቶታት የቅርብ ስለዘነበረ እዚ ከም ፈተነ ኣብ ቤት ትምህርቲ ዓራርብ እዩ ተጀምሩ ኣብ ክልተ ሽሕን ዓሰርተ ሰለስተን እዚ ክንብል እንከሎና እዚ ካላንደር እዚ ካብ ግንቦት ክሳብ ጥሪ ዝኸይድ እዩ። እተን መብዛሕተን ኣብያተ ትምህርቲ ናይ ዞባና ኣብ ዝዕጽወሉ ግዜ ኣብዚ ኣከባቢታት ኣብዘን ፍሉይ ካላንደር ንህበለን ሽዑ እዩን ዝጀምራ ትምህርቲ ክሳብ መወዳእታ ጥሪ ትምህርቲ ይካየድ ማለት እዩ። ስለዚ ኣብ ዓራርብ ተጀሚሩ እዚ መደብ እዚ ኣብኡ ተገምጊሙ ምስ ህዝቢ እውን ግምጋም ተገይሩሉ ድሕርኡ ናብ ዝተፈላለያ ኣከባቢታት ከምኡ ዓይነት ጠለብ ዘሎ ህዝቢ ምስ ህዝቢ እንዳኣዘተይካ ናቶም ጠለባት ንምምላእ ኣብዚ ግዜ ልዕሊ ዓሰርተ ሸሞንተ ኣብያት ትምህርቲ ነዚ ኣገልግሎት ይህበን ኣለዎ ማለት እዩ። ተወሓደ ካብ ዓሰርተ ክሳብ ዓሰርተ ክልተ ኪሎ ሜትር ዝጓዓዝ ተምሃሮ ኣሎ። ስለዚ እዞም ተምሃሮ እዚኦም መጺኦም ኣብቲ ዓዲ ተማሂሮም ተመሲሖም ምሸት ዝኸዱ ተምሃሮ ኣሎ። ገሊኦም እውን ኣብቲ ቤት ትምህርቲ ኣከባቢታት ገለ ናይ መደቀሲ ባይታ ተገይሩሎም ኣብኡ ዝሓድሩ ተምሃሮ እውን ኣሎ። እዚ እውን ምስቲ ዘሎ ናይ ኩነታት ናይቲ ዞባ ጥርናፊ ህዝቢ ዘይምህላውን እቲ ኩነታት ሰባሳገ መነባብሮ እቲ ኣገልግሎት ትምህርቲ ንምሕያል ዝካየድ ዘሎ መስርሓት እዩ ማለት ሓላፊ ጨንፈር ሚኒስትሪ ትምህርቲ ዞባ ሰሜናዊ ቀይሕ ባሕሪ መምህር ረሺድ መሓመድ ዑስማን ኣብ መወዳእታ፣ ሰበኽ ሰግማዊ መነባብሮ፣ ትሑት ተሳታፍነት ደቂ ኣንስትዮ፣ ዘይብቑዕ ትሕተ ቅርጺ ኣብያተ ትምህርትን ዘይምጥርናፍ ዓድታትን ገለ ካብቶም ቀንዲ ብድሆታት ከምዝኾኑ ብምሕባር፣ ንቕሓትን ግንዛበን ሕብረተሰብ ንምዕባይ ውህደት ናይ ኩሎም መሻርኽቲ ክዓዝዝ ጸዊዑ።
ኣብ ንኡስ ዞባ ሓጋዝ እትርከብ መደበር ጥዕና ኣሸራ ዝነበራ ጸገም ጸሐያዊ ጸዓትን ኣምቡላንስን ብምፍትሑ እትህቦ ኣገልግሎት ተመሓይሹ። ሓላፍታ ኣብ መደበር ጥዕና ተሓጋጋዝ ነርስ ኢሲያስ ደበሳይ ንኤሪና ኣብ ዝሃቦ ሓበሬታ፣ ሚኒስትሪ ጥዕና ብዝገበረሎም ጠመተ ተበላሽዩ ዝነበረ ናውቲ ጸሐያዊ ጸዓት ተጸጊኑ ኣገልግሎት ከምጀመረ ራሕቂ ዓድታት ኣብ ግምት ብምእታው እውን ኣምቡላንስ ከምእተመደበትሎም ብምግላጽ ኣብ ጽፈትን ኣሳልጦን ስራሕ ዓብዪ ኣስተዋጽኦ ይገብር ከምዘሎ ገሊጾም። ምውዳድ መጸበይ ነፍሰጾራትን ሓራሳትን ንተገልገልቲ እፎይታ ከምዝፈጠረ፣ ሸፈነ ክታበት ህጻናት ሚእቲ ሚእታዊት ከምዝበጽሐ፣ ሕማም ዓሶ ኣብ ደረጃ ምጥፋእ ከምዝበጽሐ፣ ሸፈነ ኮም ማእከል ዝገበረ ከባብያዊ ጽርየት ድማ ሰማንያ ሚእታዊት ከምዝበጽሐ ጠቒሱ፣ ካብ እንስሳታት ናብ ሰብ ዝመሓላለፍ ሕማማት ንምግታእ እውን ምስ ሰብ ሞያ ሕርሻ ብውህደት ይስራሕ ከምዘሎ ሓቢሮም። ነርስ መወልዳን ተስፋይ ዘወልድ ብወገኑ ኣዴታት ኣቐዲመን ምድላዋተን ብምጽፋፍ ኣብ ቀረበእን ናብ ዘሎ ትካል ጥዕና ብምኻድ ምስ ሰብ ሙያ ጥዕና ክላዘባን ክሳብ ዝሓርሳ ዘድሊ ክትትል ክገብራን ምዒዱ። ነበርቲ ብዝሃብዎ ሪኢቶ ሳላቲ ዝረኽብዎ ዘለዉ ኣገልግሎት ድሕነትን ጥዕናን ኣዴታትን ህጻናትን ተረጋጊጹ ከም ዘሎ ኣረጋጊጾም። መደበር ጥዕና ኣሸርኣ ንሽዱሽተ ዓድታት ምምሕዳር ከባቢ ኣሸራ ከምኡ'ውን ገለ ክፋል ምምሕዳራት ከባቢ ዓዲ ኣረይ ኣወንጀልን ሕርኮክን እተገልግል። ክቡራትን ክቡራን ተዓዘብትና ዝስዕብ ኣህጉራዊ ዜናታት እዩ፣ ምክትታልኩም ክትቅጽሉ ደጊመ ብኽብሪ እዕድመኩም። ግዳማዊ ምትእትታው ቀንዲ ጠንቂ ዞባውን ኣህጉራውን ሕንፍሽፍሽ ኮይኑ ከምዘሎ ፕረዚደንት ኢራን ኢብራሂም ራኢሲ ገሊጹ። ፕረዚደንት ራኢሲ ነዚ ዝሓበረ ሎሚ ሰላሳን ሓደን ግንቦት ምስ ፕረዚደንት ታጃኪስታን ኢሞ ማሊ ራሕሞን ኣብ ከተማ ጣህራን ኣብ ዘካየዶ ርክብ እዩ። ብፍላይ ኣብ ዞባታት ማእከላይ ምብራቕን ኤስያን ተፈጢሩ ዘሎ ጸጥታውን ወተሃደራውን ጸገም ሃገራት ምዕራብ ረብሓታተን ንምውሓስ ብዝገብርኦ ምትእትታው ዝሰዓበ ምዃኑ ዝጠቐሰ ፕረዚደንት ራኢሲ ኣባል ሃገራት ናይቶም ዞባታት ብሓባር ክቃወምዎ ጸዊዑ። ፕረዚደንት ራኢሲ እቲ ምትእትታው ኣብ ዞባ ኤስያ ከቢድ ሰባዊ፣ ጸጥታውን ንዋታውን ክሳራ የስዕብ ከም ዘሎ፣ ኣብ ኣፍጋኒስታን ዝተኻየደን ንዕስራ ዓመታት ዝቐጸለን ወተሃደራዊ ምትእትታው ኣሜሪካ ከም ኣብነት ብምጥቃስ ድማ ኣረዲኡ። ብሰንኪ እቲ ካብ ክልተ ሽሕን ሓደን ክሳብ መፋርቕ ክልተ ሽሕን ዕስራን ሓደን ዝቐጸለ ምትእትታው፣ ኣሽሓት ሰባት ተቐቲሎም፣ ብቐሊሉ ክፍወስ ዘይክእል ጸጥታውን ትሕተ-ቅርጻውን ዕንወት ወሪዱ፣ ስርዓተ ጥዕና ኣፍጋኒስታን ድማ ምሉእ ብምሉእ ከም ዝዓነወ ጸብጻባት የረድኡ። ሩስያ ናብ ሆላንድ ክትልእኾ ንዝጸንሐት ባህርያዊ ጋዝ ካብ ሎሚ ሰላሳን ሓደን ግንቦት ጀሚራ ከተቋርጾ ከም ዝወሰነት ኣፍሊጣ። መንግስቲ ሩስያ ተጻባእቲ ኢሉ ንዝጠቐሰን ሃገራት ንክፍሊት ባህርያዊ ጋዝ ብባጤራ ሩብል ከደቓቕሳ ምውሳኑ ዝፍለጥ ኮይኑ፣ ሆላንድ ነቲ ውሳኔ ብምንጻጋ እቲ ናይ እገዳ ስጉምቲ ከም እተወስደላ ከኣ ሓቢሩ ኣሎ። ናብ ሆላንድ ክለኣኽ ዝጸንሐ ባህርያዊ ጋዝ ክሳብ ሰላሳ መስከረም ናይዚ ዓመት እዚ ክቋረጽ ምዃኑ ዝጠቐሰ መንግስቲ ሩስያ፣ ሆላንድ ንጠለባቱ ምስ ዘይተማልእ እቲ እገዳ ከም ዝቕጽል ከኣ ኣፍሊጡ ኣሎ። መንግስቲ ሩስያ ኣቐዲሙ ኣብ ልዕሊ ቡልጋርያ፣ ፖላንድን ፊንላንድን ተመሳሳሊ ስጉምቲ ከም ዝወሰደ ኣይርሳዕን። ኣብ ተመሳሳሊ ዜና፣ መራሕቲ ኣባል ሃገራት ኣውሮጳዊ ሕብረት ኣብ ልዕሊ እታው ነዳዲ ሩስያ ከፊላዊ እገዳ ክውሰን ከም እተሰማምዑ ተቓሊሑ። እቶም መራሕቲ ትማሊ ሰላሳ ግንቦት ኣብ ከተማ ብራስለስ ኣብ ዘቃንዕዎ ኣኼባ እዮም ኣብዚ ስምምዕ እዚ በጺሖም ዘለዉ። ፕረዚደንት ባይቶ ኣውሮጳ ቻርለስ ሚሸል ኣብ ናይ ማሕበራዊ መራኸቢታት ገጻቱ ኣብ ዝለጠፎ ሓበሬታ፣ እቲ እገዳ ካብ እታው ነዳዲ ኣባል ሃገራት ልዕሊ ክልተ ሲሶ ከም ዝውክል ገሊጹ ኣሎ። እንተኾነ ግን ዝርዝር ሓበሬታ ናይዚ ተወሳኺ በይናዊ እገዳ ገና ኣይተቓልሐን ዘሎ። ኣብ እታው ነዳዲ ኣውሮጳ ልዑል ምርኮሳ ዘለወን ከም ሃንጋሪ ዝኣመሰላ ኣባል ሃገራት ኣውሮጳዊ ሕብረት ነዚ ኮሚሽን ናይቲ ሕብረት ካብ ዝሓለፈ ሽዱሽተ ጉንበት ጸቒጡ ክጠልቦ ዝጸንሐ ሓድሽ በይናዊ እገዳታት ክነጽግኦ ምጽንሐን እዩ ዝግለጽ። ሩስያ ፍርያት ነዳዲኣ ይኹን ባህርያዊ ጋዛ ንምስትንኻል ንዝውሰድ ስጉምቲ ተሪር መልሰ ግብሪ ከም እትህቦሉ'ያ ከተጠንቅቕ ጸኒሓ። ሩስያ ተጻባእቲ ሃገራት ዝገብርኦ ሸመተ ባህርያዊ ጋዝ ብባጤራ ሩብል ክኸውን ድሕሪ ምውሳና፣ ሃገራት ኣውሮጳ ካብ ካልእ ምንጭታት ብምዕዳግ መኽዘናተን ንምምላእ ስጉምቲ ኣብ ምውሳድ ከም ዝርከባ'ዩ ዝቃላሕ ዘሎ። ቀንዲ ተሃሰይቲ ናይቲ ብጉዳይ ኲናት ዩክረይን ኣብ ልዕሊ ሩስያ ዝወሰንኦ በይናዊ እገዳታት ባዕለን ሃገራት ምዕራብ ኮይነን ከም ዘለዋ'ዩ ዝሕበር። ኣብ ሃገራት ኣውሮጳዊ ሕብረት ኣብዚ ወርሒ'ዚ መጠን ዝቕባበ መሊሱ ከም ዝወሰኸ ተገሊጹ። ብመሰረት ጸብጻባት'ቲ ሕብረት ኣብ ዝሓለፈ ወርሒ ሚያዝያ ኣስታት ሸውዓተ ሚእታዊት ዝነበረ መጠን ዝቕባበ ኣብዚ ወርሒ'ዚ ናብ ልዕሊ ሸሞንተ ሚእታዊት ክብ ከም ዝበለ ከኣ ተፈሊጡ ኣሎ። ጀርመን፣ ብሪጣንያ፣ ፈረንሳን ስጳኛን ዝርከበኣን ሓያሎ ኣባል ሃገራት ናይቲ ሕብረት በቲ ተርእዮ ብኸቢድ ከም እተሃስያ ኣብቲ ጸብጻብ ተጠቒሱ ኣሎ። ኣብቲ ሕብረት ዋጋታት መሰረታውያን ሃለኽቲ ነገራት ብሓፈሻ፣ ናይ መግብን ጸዓትን ድማ ብፍላይ ብናህሪ ይውስኽ ከም ዘሎ፣ እዚ ከኣ ኣብ መነባብሮ ዜጋታት እተን ሃገራት ጸቕጢ ፈጢሩ ምህላዉ ተገሊጹ። እቲ ክስተት ሃገራት ምዕራብ ኣብ ልዕሊ ሩስያ ናይ እገዳ ስጉምቲ ክወስዳ ድሕሪ ምጅማረን ይስዕብ ከም ዘሎ ይጥቀስ። ቀዳማይ ሚኒስተር ካናዳ ጃስቲን ትሩዶ ኣብ ሃገሩ ብሕታዊ ዋንነት ብረት ንምድስካል ዘኽእል እማመ ኣቕሪቡ። ቀዳማይ ሚኒስተር ትሩዶ ኣብ ካናዳ መጥቃዕትታት ፎኪስ ብረት እናዛየደ ይመጽእ ከምዘሎ ብምጥቃስ ባይቶ ካናዳ ንምግትኡ ነቲ እማመ ከጽድቖ ጸዊዑ ኣሎ። እቲ እማመ እንተጸዲቑ መሸጣ፣ ምእታውን ምትሕልላፍን ብሕታዊ ብረት ክቋረጽ ምዃኑ ሰብ መዚ ካናዳ ሓቢሮም ኣለዉ። ይኹን እምበር ሓያሎ ትካላት ምፍራይ ጠበናጁ ካናዳ ነቲ እማመ ዘለወን ተቓውሞ ክገልጻ ጀሚረን ብምህላወን ክጸድቕ ዘሎ ተኽእሎ ጸቢብ ምዃኑ ምስ ኩነታት እታ ሃገር ቅርበት ዘለዎም ወገናት ይእምቱ። መንግስቲ ካናዳ ኣብ ክልተ ሽሕን ዕስራን ዋንነት ዝተወሰኑ ዓይነታት ብሕታዊ ጠበናጁ ዝኽልክል ሕጊ ከም ዘጽደቖ፣ እንተኾነ ግና እቲ ሕጊ ከምቲ ዝድለ ኣድማዒ ኮይኑ ከም ዘይጸንሐ ጸብጻባት የረድኡ። ኣብ ሕቡራት መንግስታት ኣሜሪካ ዋንነት ብሕታዊ ብረት ዝጠንቁ ተደጋጋሚ መጥቃዕትታት ኣብ ልዕሊ ሃገራት ሻቕሎት ፈጢሩ ምህላዉ እዩ ዝግለጽ። ሓያሎ ዜጋታት ኣሜሪካ እቲ ሕጊ ክስረዝ ተደጋጋሚ ጻውዒት ከቕርቡ ጸኒሖም ኣለዉ። ኣብ ሕቡራት መንግስታት ኣሜሪካ ምስ ብሕታዊ ዋንነት ብረት ብዝተኣሳሰር መጥቃዕትታት ዓመታዊ ኣሽሓት ሰባት ከም ዝቕተሉ ጸብጻባት የረድኡ። እስራኤልን ሕቡራት ኢማራት ዓረብን ስምምዕ ናጻ ንግዳዊ ከም ዝኸተማ ሓቢረን ኣለዋ። እቲ ስምምዕ ላዕለዎት ሰብ መዚ ንግድ ክልቲኣተን ሃገራት ሎሚ ሰላሳን ሓደን ግንቦት ኣብ ዱበይ ኣብ ዘካየድዎ ርክብ እዩ ተበጺሑ። እቲ ክልተኣዊ ስምምዕ ንእታው ፍርያት መግብን ሕርሻን ከምኡ'ውን መድሃኒትን ናውቲ ሕክምናን ተስዓን ሽዱሽተን ሚእታዊት ካብ ቀረጽ ናጻ ዝገብር ምዃኑ ኣብቲ ስምምዕ ተጠቒሱ ኣሎ። ብመሰረት ሓበሬታ እቲ ስምምዕ፣ ንዓመታዊ ንግዳዊ ምልውዋጥ ክልቲኣተን ሃገራት ናብ ዓሰርተ ቢልዮን ዶላር ክብ ከብሎ ከኣ ተኣሚቱ ኣሎ። እስራኤልን ሕቡራት ኢማራት ዓረብን ኣብ መስከረም ክልተ ሽሕን ዕስራን ዝምድነኣን ንምምሕያሽ ከም እተሰማምዓ ጸብጻባት የረድኡ። ቁጠባኣ ንምድንፋዕ ኣቐዲማ ምስ ህንዲ ስምምዕ ናጻ ንግድ ዝኸተመት ሕቡራት ኢማራት ዓረብ፣ ተመሳሳሊ ስምምዓት ንምኽታም ምስ ደቡብ ኮርያ፣ ኢንዶነዥያን ካልኦትን ክትዘራረብ ምጽንሓ ይጥቀስ። ኣመሪካ ምስ ልኡላዊት ኣካል ቻይና ዝኾነት ደሴት ታይዋን ዘለዋ ፖለቲካውን ዲፕሎማስያውን ዝምድና ንምድንፋዕ እትወስዶ ዘላ ስጉምቲ ሳዕቤናቱ ብቐሊል ዝሓዊ ከምዘይከውን ተንተንቲ ህሉው ኩነታት ገሊጾም። እዚ ዝተሓበረ መንግስቲ ኣሜሪካ ዝምድና ሰራዊት ክልቲኣተን ሃገራት ንምድልዳል ዘኽእል ተወሳኺ ስጉምቲ ክወስድ ይሰርሕ ከምዘሎ ኣብ ዝሕበረሉ ዘሎ ግዜ እዩ ብኣባል ላዕለዋይ ባይቶ ኣሜሪካ ዝተመርሐ ልኡኽ መንግስቲ ኣሜሪካ ትማሊ ሰላሳ ግንቦት ኣብ ከተማ ታይፔይ ምስ ላዕለዎት ሰብ መዚ እታ ደሴት ኣብ ዘካየዶ ዝርርብ ኣብ መንጎ ክልቲኡ ሰራዊት ዘሎ ዝምድናታት ንምትርናዕ ዘኽእል ስጉምቲ ከም ዝውሰድ'ዩ ኣፍሊጡ። ንዕብለላ ቻይና ኣብ ዞባ ኢንዶ ፓስፊክ ንምብዳህ ሃገሩ ኩሉ ኣማራጺታት ኣብ ባይታ ከም እተተግብር ክገልጽ ዝጸንሐ ፕሬዝደንት ጆ ባይደን፣ ኣብ ዝሓለፈ ሰሙን ኣብ ከተማ ቶክዮ ኣብ ዘካየዶ ምብጻሕ ቻይና ንደሴት ታይዋን ብሓይሊ ንምቁጽጻር ስጉምቲ ምስ እትወስድ ሃገሩ ኢዳ ኣጣሚራ ከም ዘይትዕዘብ ምግላጹ ይዝከር። እምበኣርከስ ክቡራትን ክቡራንን ንሎሚ ኣዳሊናዮ ዝነበርና ዜና ኣብዚ ፈጺምና ኣለና። ቅድሚ ምዝዛምና ግን ቀንዲ ነጥብታቱ ከዘኻኽረኩም። መራሕቲ ዮርዳኖስን ባሕሬንን ናይ ዮሃና መልእኽቲ ሰዲዶም። ኣብ ዝተፈላለያ ሃገራት ዝቕመጡ ኤርትራውያን መበል 31 ዓመት በዓል ናጽነት ጉልዕሊ ሓበን ኣብዒሎም ኣብ ዞባ ማእከል እቶታውነት ንምዕባይ ኣተባባዕ ስራሕ ይዕመም ኣሎ ግዳማዊ ምትእትታው ጠንቂ ዞባውን ኣህጉራውን ሕንፍሽፍሽ ኮይኑ ከም ዘሎ ፕሬዚደንት ኢራን ገሊጹ ሩስያ ናብ ሆላንድ ክትልእኾ ዝጸንሐት ባህርያዊ ጋዝ ከተቋርጾ ከም ዝወሰነት ኣፍሊጣ። ኣብ ሃገራት ኣውሮጳ ሕብረት ኣብዚ ወርሒ እዚ መጠን ዝቕባበ መሊሱ ከም ተወሰነ ተገሊጹ ክቡራትን ክቡራንን ዜና ኣብዚ